ትዕሊም ኣይነበረን ትዕሊም ኣባህላይስ ሓንቲ ሰሙን እያ ነይራ ግን ሓሳኻ ንሓሳኻ ኩሉ ሰውነትና ናይቲ ብምሳኺ ዘሎ ብጎኒ ክብፃይ ሓሳኻ ናይ ቆስሊ ይመፀኪ ማይ ስተ የብለን እንጀራ ዝብላዕ የብለን ምሳና ዝነበሩ ሓኻይም ልዕሊ ሓምሳ ሓኻይም ነይሮም እዮም ሙድያዊ ጸላእ ምስ ሸፈነና እዮም ገዲፎምና ሃዲሞም። ሸይነ ከይሰቲ እኳስ ፐሬድ እዩ ነይርና ኣብቲ ሽዑ እዋን ማለት እዩ። ጸላኢ ሒዝወን ኣውዚስ ኣለው እዮም ውቑዓት ጸወያና እሞ ወይ ከዓ ክንቀትለክን ኢና ይብልዮ። ኩሉ ነጊፎም ቆስለይ ክቑረጽ ከም ዝኾነ ጸዮምኒ ሽዑ በቃ ፈሊጦምኒ እዮም ሒዞምኒ እዮም እሞ እቲ ሲስተረይ ዘይትፈልጦ ቦምብዊ ሒዘኒኦኹ እየ ኣብ ውሽጠይ ማጨው ኣቴና ኣለኹ እግርኺ ክቑረጽ ኢሎምኒ ሲስተረይ ከዓኒ ሕክምና ክትረአ ኣለዋ ክቁረፅ የብላን ትብልኒ እያ ስሙይ ተጋዳሊት እስራኤል ዓምዶም ይበሃል መጀመርያ ዝተወለድኩሉ ወረዳ ማይ ቅነጣል ኣብዚ እ፣ ዝነበርኩዎ ተምሃሪት ዓሰርተ ክልተ ክፍሊ እየ ነይረ ብኮረና እዩ ኣቋሪፀዮ ኣብዚ ሕዚ ዘለኹዎ ኸዓ ትምህርተይ እውን እናቐፀልኩ እየ ዘለኹ። ናብ ቃልሲ ዝወፃእኹሉ ኩነታት መዓዘ እዩ ነይሩ? እስኪ ኣቲ ሕዚ ኣቢልኪ ብደንቢ ትወፂ ከለኺ ዘጋጠመኪ ተጓንፎታት መዓዝ ኢኺ ወፂኺ? ኣሃዱ ከ ምንታይ ቦታ ፀኒሓትኪ? ከመይ ጌርኪ ከ ናብቲ ቦታ ንሱ ክትከዲ ክኢልኪ? ኣቲ ሕዚ ኣቢልኪ ብደንቢ እስከ ኣብራህርህልና ንተመልከትትና። ምስ ወለደይ ኣብ ትምህርቲ ነይረ። ፅቡቕ ህይወት ኣብ ትምህርቲ እየ ነይረ። እሞ ኩነታት ምስ ተፈጠረ ክልተ ሽሕን ዓሰርተ ሰለስተን ሕዳር እየ ወፂኣ ዕለት ክልተ ባይዘወይ ኣብቲ ሽዑ ዝነበርክዎ ቅንዲ መውፅኢየይ ምዕራብ ነይረ ምስ ሲስተረይ ኣብቲ ናይ ሽዑ እዋን ማለት እዩ ካብ ማከ ምዕራብ ምስ መፃኹ ምዕራብ ፀላእና ህደመና መፅዩ ደሓር ኣነ በቃ እስኪ በቃ ህልናይስ በቃ ክጋደል ኣለኒ ኢለ ሓሲበ ክወፅእ ተለኹ ናብ ምግዳል ግን በቃ ክቆስል ምዃነይ ኣካለይ ክጎድል ምዃነይ መስዋእቲ ከም ዘለ እሚነ ክልተ ሽሕን ዓሰርተ ሰለስተን ሕዳር ወፂኣ ኣብቲ ኣሃዱ ዝነበረ መጀመርያ ኣብ ማይቅናጣል እዮም ዓሪፎም ካብኡማ ተፀምቢረ ሓንቲ ሰሙን ሰልጢነ ናብኡ ሃዲኤ ተፀምቢረ ናብ ሓውዜን ክፍለ ጦር። እሺ እሞ ንመጀመርያ ግዜ ዝተሳተፍክሉ ዓውደ ውግእ ኣበይ እዩ? ንመጀመርያ ግዜ ክትሳተፍ ከለኺ ዝነበረኪ ስምዒት እውን እንታይ ይመስል ነይሩ? ብደንቢ ጌርኪ እስኪ ኣብራህርህልና። ባይዘወይ መጀመርያ ኩናት ብጣዕሚ እዩ ከቢድ እንተለሚድካዮ ከዓስ ቀሊል እዩ ክለምዶ ተለኹ ግን መጀመርያ ነባራት ፍሉይ ሓይሊ እዮም ነይሮም ብምልኦም ኣነ ብቻ እየ ነይረ። ካብኡ እማን ሓራ ክወፅ ተለኹ ምስ መሓዙተ እየ ወፅየ። ንዓናይ ንዓናይ ተባሂልና ንኺድ ተባሂልና ኢና ከይድና ማለት እዩ። ኣብዚ ኪናት ግን መጀመርያ በቃ ኣስጊ ኢና ነይርና። መበል ካልኣይ ሳልሳይ ክንደግም ተለና ግን ምንም ኣይመሰለና። ድሓረ እውን ኣብቲ ጉዕዞ ንሱ እውን ርእስና ንእሞናዮ ከይድና ኣካል ምጉዳል ከም ዘሎ ሂወት ምኽፋል ከም ዘሎ ምቑሳል ከም ዘለ ንእሞናዮ ከይድና ርእስና ኩሉ ተቐቢልናዮ ተጓዒዝና ትዕሊም ኣይነበረን ትዕሊም ኣባህላይስ ነይሩ እንድዩ ሓንቲ ሰሙን እያ ነይራ ግን ስኢልካ በቃ ተፅእ ናብ ነባራት ክፍለ ሓይሊ ኢና ንፅንበር ነይርና ኣብቲ ሽዑ ሰዓት ማለት እዩ ምስኦም ኢና ንኸድ ነይርና ካብኡማ በቃ ባዕሎም ናሪኦምና ኩሉ ነገር ደረቕ ተንሽን ይኹን በቃ ኩሉ ነገር ምስ ረኣናዮ ቀሊል እዩ። ታሕሳስ እዩ ኣብ ዕዳጋ ዓውሪ ተሳቲፈ ሽዑ ድፋዕ ሒዝና በቃ ድፋዕ ምስ ሓዝና ግን ኣብቲ ህይወት ንሱ በቃ ጭንቕ ገለ ንጨናነቕ ገለ ነይርና ካብኡ ማድሓረ መበል ካልኣይ እዩ ኪናተይ ከዓ በቃ ዓጢቐ ሙሉእ ዕጥቂ ዓጢቐ ኣብ ዓዴት ዝበሃል ቦታ ቀላዕ ትበሃል ቦታ ነይራ ወይ ከዓ ኣጉላዕ ኢልኪ እውን ትፅውዕዮ ትኽእሊ ኢኺ። ኣብኡ ተሳቲፈ ዕለት ሽዱሽተ ክልተ ሽሕን ዓሰርተ ሰለስተን ጥሪ መበል ካልኣይ ኲናት እየ ምስ ተሳተፍኩ። እማ ብጣዕሚ በቃ ሕጉስትን ንፍዕትን ኮይነ ንገዛይ ክብል እውን ኣይሓሰብኩን ምስ ወፃኹለ በቃ ደስተኛ ኮይነ ኩሉ ነገር ብጎንኻ ዘለ ነተሰወእካ ነቆሰለካ ከርተለ ሓቦ ናሓስካ ኢኻ ትቅፅል ኣነ ዝተወቃዕኹሉ በቃ ኣብ ድፍዐይ ኣቲና ናሃለና ናተታኮስና ናሃለና። ኣብ ድፋዕ እናተታኾስና እናሃለና ብጎነይ ዝነበረ ሰብ ይውቀዐኒ ሽዑ ኣነ ክውቃዕ እንተለኹ ሽዑ ሰብ ከልዕል ከይደ እሞ ሰብ ከልዕል ክንከድ ከለና እቲ ሓደ ይውቀዐና እቲ ሓደ ነልዕል እቲ ሓደ ይውቀዐና መጀመርያ እታ ቦታ ተኣሲርዋ እዩ ነይሩ እቲ ሰብ ክንኣስር ክንከድ ከለና ኢና ንውቃዕ ዘለና ካብ እሞ ኣነ ግን ኣብቲ ሽዑ እዋን ክኣስር ከይደ ኣይተወቃዕኹን እኹ ክኣ እንኣስር እዛ ዓቐበት እያ ነይራ ሒዝናዮ ንወፃና ናብ ናይ ሻለቃ ሕክምና ኣብኡ ኣነ ብዙሓት ሰባት ኢና ነይርና ሞርታል ኣትዩ ወቓዕኒ ብሞርታል እየ ተወቒዐ ማለት እዩ ኣብቲ ናይ ሽዑ ዝነበረ ብጣዕሚ እዩ እቲ ቦታ ገደል እዩ። ምስ ተወቓዕና ናብ ሩባ ሩባታት ኣቲና በቃ ደብርዩና ትምህርቲ ኣልሓፍ ነበር ብዙሓት ሰባት ኢና ካብማ ምስ ደረየና ኣብቲ ሽዑ ዝነበረ ከም እንደገና ኣሃዱና ኣሲራ ኣውፅኣትና ናብ ክፍለ ጦር ሕክምና ከድና። ክፍለጦር ሕክምና ምሉእ ልይቲ ትዂሉል እዮም ውዒሎ ንዓይ ኂዞም ነቃ እፍሊ ገደላት ጸላእብቲ መጸና ይኾል ሙሉእ ሕክምና የለን ደሚፈሰካ በቃ ኣነሽዑ እግረይ ዳሕና ኢነይሩ ተሓደ እግረይ ኢለ። ዳሕና እዩ ነይሩ። እቲ ሓደ እግረይ ግንስ ብጣዕሚ እዩ ተወቂዑ ነይሩ። እስካብ እፅምተይስ ተፈጃጂዑ እዩ ነይሩ። ግን ሽዑ ኣይተቆረፀን ነይሩ። ኣማ ኣብቲ ሽዑ ግዜ መደለዩ ለይቲ ንጉሆ ዕለት ሽዱሽተ ክልተ ሽሕን ዓሰርተ ሰለስተ መጋቢት ሕክምና ረኺበ ተሓኪመ ምስ ተሓከምኩ ሽዓ በዓቲ ዘእተዉና ኣርባዕይ ሰለስተ ንበሃል ወቕዓት ኣብ በዓቲ ተቐሚጥና። ብጎንና ዓሰርተ ሓደ ወቕዓት ነይሩ። እተን በዓቲ ፍልይልይ ዝበላ እየን። እስካብ ብዙሓት ወቕዓት ነይርና። እንዳ ማርያም እዩ እቲ በዓቲ ዝበሃል። ኣብዚ ዓረና ዝበሃል ቦታ ማለት እዩ። እሞ ኣብቲ ሽዑ ዝነበረ እዚ በዓቲ ማለት እዩ ናይ ከፍቲ መቐመጢ እዩ ነይሩ። በቃ ክንደይ ናይ ከፍቲ እንትንስ እኒአ ማለት እዩ። ረስሓታት እኒአ ኣብኡ ኣቲና ክልተ ሰሙን ሙሉእ ተቐሚጥና ብዘይ ማይ ብዘይ እንጀራ ኣብቲ ሽዑ ኣብቲ ሽዑ ግዜ ኣነ እኳ ሽንተይ ሰትየ ከይጓዓዝ ኣብቲ ሂወት ንሱ ፐሬድ እዩ መፂኡና ከም ጓል ኣንስተይቲ መጠን ማለት እዩ። ሓደ ጥዕይ ኢልና እኒኤና ኣቡ በነና ኩሌና ወቓዕቲ ኢና ዘለና። ኣብቲ ሽዑ ግዜ ማለት እዩ ኩሎም ኣወዳት ሽንቶም ይሰትዩ ኔሮም ከብዶም ወቓዕቲ ርእሶም ወቓዕቲ እኳ ክፀንሑና ይኽኣሉ። እግርና ግን ውቃዕ ዘለና ግን ንሓሰኻ እስካብ መቑረፅቲ ደረጃ ከብፀሐና ስለዝኽእል። በቃ ክንቁረፅ ስለንኽእል ምንም ፀገም የብሉን ይሕስኽ እስካብ ሕምብርትና እስካብ ከብድና እዩ ዝመፅእ እቲ ናይ እግርና ሓሰኻ ማለት እዩ። በቃ ሓሰኻ ክሕስኽ ሓሰኻ ንሓሰኻ ኩሉ ሰውነትና ናይቲ ብምሳኺ ዘሎ ብጎንኺ ብፃይ ሓሰኻ ናይ ቁስሊ ይመፀኪ ናቱ ናብኡ ሓሰኻ ይኸደኪ በቃ ሓሰኻ ብሓሰኻ ኮይና ኩልና ውቓዕቶ እዩ ዝምህርና ብጎንና ንመውት ይመውት ምንም ዘልዕሎ ሰብ የለን ተዓዲ ሃዲሙ እዩ እኒኤ። እቲ ኣብቲ ዝንኤናዮ ቦታ ግን ፀላኢ ሸፊንና እዩ ዘሎ። ዘለና ኣማራጭ ግን በቃ ስኢንና በቃ ሓሲኽና ኢና እንኤና ብምሉእና ማይ ዝስተ የለን እንጀራ ዝብላዕ የለን። እስካብ ዕለት ዓሰርተ ትሽዓተ ማይን እንጀራን እይበላዕና ኣፍና ለኺቱ ኣይንናገር ኡይ ከይንብል ተቐንዚና ፀላኢ መፂኡ ከይቐትለና ብጎንና ነበሩ ስለ ዝቐትለልና ኣትዩ ቐቲሉልና ስለ ዝኸደ በቃ። ብጣዕሚ እዩ ስግኣት ነይሩና እው ኢልካ ትቕንዘዋ ሰዓት ኣይነበረትናን ኣብቲ ሽዓ ኣብቲ ሽዑ ሰዓት ኣብቲ ሽዑ እዋን በቃ ዘለኒ ኣማራጭ ብምልእ ናብቲ ዝነበርናዮ ኣብቲ በዓቲ ምስ ዕጥቅና ነይርና ግን እገርና ስለ ዝሰኣና ኢዱ ዝተቖዐ ሓደ ኢዱ ኩንኳስ ብጻይስ ኣይነበረና ምስ ኣሃዱ እዩ ተጓዒዙ ዝተረፍና ከቢድ ውቃዕ እግርናን እና ከብድናን ርእስናን ብቻ ኢና ተሪፍና ኣብቲ በዓቲ ኢዱ ሰቑዕ ኣይነበረና ሓደ ጥዑይ ተሲኡ ማይ ዘስትየና የለን እኳስ ምሳና ዝነበሩ ሓኻይም ልዕሊ ሓምሳ ሓኻይም ነይሮም እዮም ግን ወዲያው ፀላእ ምስ ሸፈነና ኣብቲ ቦታ ነቕሰገ ክኣቱ ተለ ጋና ዓረና ዚኣተወት ፀላኢ እዮም ገዲፎምና ሃዲሞም ግን ኣብቲ ሽዑ ሰዓት ስምዒተኛ ኮይና ስለምንታይ ምስኦም እናሃለና ምስ ካልእ ሂወትና እናሃለና ቆሲልና ጎዲፎሙና ከይዶም ዝብል ስምዒት ኔርና ብጣዕሚ ኢና ተናዲድና ኣብቲ ሽዑ እዋን ስምዒት ሓያል ስምዒት ኔርኑ ባዕላ ካብ ባዕለይ ማለት እዩ ስለምንታይ ብጎነይ እናሃለየ ዝሞተ ዓሰርተ ሓሙሽተ መዓልቲ ክልተ ሰሙን ክፀንሕ እንተለ ኣነ ቁስሊ ዓሰርተ ሓሙሽተ መዓልቲ ሓሰኻ ኣብ ሙሉኡ ሂወተይ ተሸፊኑ ክፀንሕ ተሎ እና ከዓኒ ሽንቶም ነሰተዮ ኣወዳት ኣነ ሽንተይ ሸይነ ከይሰቲ እኳስ ፐሬድ እዩ ነይርኒ ኣብቲ ሽዑ እዋን ማለት እዩ ግን ከምዚ ኢልካ ክንደይ መከራ ክንደይ ስቓይ ሕሊፍና ኢና ማለት እዩ ኣብቲ ሽዑ ዝነበረ እዋን ዓሰርተ ሓሙሽተ መዓልቲ እኳ ፀኒሕና ኣነ እዩ ወጺኸው ኣብቲ ዓሰርተ ሓሙሽተ መዓልቲ መቐለ ነይራ ንሲስተረይ ደዊለ ስልኪ እየ ስልከይ ደዊለ ንሲስተረይ ስለ ዝፀዋዕኹዋ ናብቲ በዓቲ ኣመፅያትን ኣነ ምስ ቆስሊ ምስ ሓሳኻይ ሲስተረይ ሓፍተይ ካብ እምባ ሽዑ ዝነበረ እዚ ዕለት ዓሰርተ ትሽዓተ ፀላኢ ንኣገቢሉ ንፊናሮ ኣገፅ ናህና ኣሃዱ ንብ ፊያዮን ፊናርዋን ዝበሃል እዩ ተጓዒዙ ነይሩ። ዋላ ናይ ማእኸላይ ግንባር ይኹን ናይ ምዕራብ ግንባር እና ኩለን በቃ ኣርሚ ኣርባዕተ ኣርሚ ክልተ ኣርሚ እስካ ኩለን ኣርሚ ዘለዋ ንብፊናርዋ ፊያዮ ዝበሃል ቦታ እየን ተጓዒዘን ነይረን ስቆጣ ክልል ሰለስተ ማለት እዩ ኣብቲ ሽዑ ዕለት ዓሰርተ ትሽዓተ ዓሰርተ ሸሞንተ ሰሚዕና ዳይ ሽዑ ኣብቲ ዕለት ዓሰርተ ትሽዓተ እውን እኳ ማይ ክንቅምስ ዝኸኣልና ዓባይ ሰበይቲ እየን። ሰብዓ ገለ ይገብራ እየን። ብጣዕሚ እየን ዓባይ። ሓሙሽተ ሊትሮ ማይን ሓሙሽተ እንጀራን እንጀራን ሒዘናልና መፅየን ሽዑ ንተፈሓዃ ፀላእ ግን ብማዕዶአን እየን እኔ ግን ዘለወን ኣማራጭ ብእግረን ይኾነን ረጊፀን መፅየናና ብኢደን ነተፈሓዃ ይመፃና ንሰን ምስ መፃና በቃ ከምዝለካ ካብ ሂወትካ ትሕጎሶ በቃ ኣብ ሂወትካ ረኪብካዮ ዘይትፈልጥ ታሕጓስ ኢና ረኪብና ሽዑ እዋን ብጣዕሚ ተሓጊስና ካብኡ ድማ መፅየን በክየን ነፃለአን ብነፀለአን ቀንጢጠን ኣብቲ ሽዑ እዋን ብዘለወን ነፀላ ቀንጢጠን ኩሉ ሓሳካ ከራግፈኦ ዋላ ተዘይካኣላ ኣነ ብቻ እየ ጓል ኣነስተይቲ ግን ነይረ ብጣዕሚ በክየን።

ዝቐረና ዝነበርና እምበር ብዙሕ ሰብ እንድዩ ተጎዲእና ዝቐረና ዝነበርና ኣኹሊሰን ንጎሊኡ ዘይነበረ ብሂወት ነፀላ ሸፊነን ከይደን ሽዑ ካብኡ እምበኣር ብሰብ ዝሰማዕናዮ ፀላኢ ረኺቡወን ሰሚዕና። ፀላኢ ሒዝወን ኣብዙይስ ኣለው እዮም ውቑዓት ፅወያና እሞ ወይ ከዓ ክንቀትለክን ኢና ኢልወን። ኣነ ሂወተይ ሂወተይ ድኣ ቅተሉኒ እምበር ብቲ ሽዑ ዝነበርኩዎ ቓንዛ ስመን ኣየስታውስን። ሂወተይ ቅተሉኒ እምበር ኣነ ኣይፈልጥን ኢለን ሽዑ ሂወተን ኣሕሊፈን ክኣ እምበር ሂወትና ኣሕሊፈን ክባና ኣይከኣላን። ዓባይ ሰበይቲ እየን ብጣዕሚ እየን ዓባይ። ኣማሽዑ በቃ እዚ ምስ ሰማዕና ኣብቲ ዝነበርናዮ ባዓቲ ብጣዕሚ ጠንኪርና በቃ ሓቦት ሒዘናና እተን ዓባይ ሰበይቲ ብጣዕሚ እየን ሓቦት ሒዘናና እማ ዘለኒ ኣማራጭ ምትሳእ ዝዓበየና ነበረ ብኽንደይ ጉድ ሕቆና ክነትስኦ ንብል ካብ ቤታ። ብናተን ሓቦ ማለት እዩ ብናተን ጥንክርና ብጣዕሚ ኢና ተሓጊስና ካብኡ እሞ በቃ ናበላዕና ናሰተና ደሓራ ካብ ማይጮ ሰለስተ ሓኻይም እዩ ዝፅዋዕ ኣብቲ ሽዑ እዋን ማለት እዩ ናይቲ ወረዳ ኣመሓዳሪ ይሰምዕ እሞኒ ኣብቲ ሽዑ እዋን ሰለስተ ሓኻይም ምስ ፀውዕና ናትና ቆስሊ ሪኦም ከራግፍዎ እኳ ይኸኣሉ እንተሓሰኻ ዘለዎም ኣማራጭ ናትና ኣሃው ደርኪቦሞም በረኻ እዮም ተጠርኒፎም ናብ ኣሃዱ እዮም ተጠርኒፎም እቶም ሓኻይም ንዓና ሪኡ ኩሉ ናብ ኣሃዱ ናብ ሰራዊት ተጠርነፈ ስሚዕተኛ ኮይኑ ንዓና ክሕክሙ ኢሎም ዝመፁ መድሓኒት እኳ ኣብ ኬላ ተረኺቡ መድሓኒት ንዓና ሒዞሙልና ክመፁ ኣብ መንጎ እንጀራ እዮም ሒዞሞ መፅዮም እቲ መድሓኒት። ኣብ መንጎ እንጀራ እዚ እንጀራ እዚ ንምንታይ እዮም ተባሂሎም ነርብዓ ንሓዘን ክንሕልፍ ኢና ንወስዶ ኣለና ኢሎም ሸፊኖም ሽዑ መድሓኒት ሒዞምልና ይመፁ ኣብቲ ሰዓት ንሱ መድሓኒትን ብጃማን ሒዞምለይ ይመፁ ሽዑ እቶም ሓሓይ ንዓይ ኩሉ ነጊፎም ቆስለይ ክቑረፅ ከም ዝኾነ ፀየሙኒ ሽዑ ኣነ ኸዓ ርእሰይ እምነዮ ስለ ዝነበርኩ ምንም ኣይመሰለንን ተቐቢለዮ። እኳስ ኣነ መብራህቲ ብሕዚ መብራህቲ እንተሪኤ ብጣዕሚ ዕድለኛ እየ። ችግር የብሉን ኣነ እግረይ ክቑረፅ ዘይኾንኩ መስዋእቲ ከም ዘለን ኢለ እየ ወፅየ ኢለ ተቐቢለዮ። ካብኡ ማይ ሽዑ እዞም ኩሎም ሓኻይም ኩለይ ምስ ረኣዩኒ መታወቂያ ናይ ነቕሰ ገፆም ንማይጨው ሲስተረይ ወሲዳትኒ። ሽዑ ብኩንትራት መኪና ኣትየ ኩንትራት መኪና ክኣቱ ከለኩ ግን ኣብቲ ክልተ ኬላ እናሓለፍኩ እናሃለኩ ብጀት ክልተ ሽሕን ዓሰርተ ሰለስተን ዕለት ሸውዓተ ዝተማረካ ደቂ ኣንስትዮ ነይረን ሰለስተ ደቂ ኣንስትዮ እና ሸሞንተ ኣወዳት ዓሰርተ ሓደ ምርኮኛ ሰዲድና ነይርና ሳምረ ምስ ኣተና። እዞም ምርኮኛ ኣብዚ ኬላ ፀኒሖም እዮም። ኬላ ክፀንሑ እንተለዉ በቃ ፈሊጦምኒ እዮም ሒዞምኒ እዮም እሞ ኢለ ኣብቲ ሽዑ እዋን ማለት እዩ ግን ኣነ ኣነ ዘይፈልጦም እቲ ሲስተረይ ዘይትፈልጦም ቦምቡይ ሒዘኒኦኹ እየ ኣብ ውሽጠይ ኣነ ፀላእ ዘይሓዘኒ ምስ ፀላኢ ክመውት ኣለኒ ፀላኢ ዘይተላገፀለይ ኢለ ብኡም ብዝሓስብዎ በሙን እየ ሙሉእ ዕጥቂ ግን ምሳይ ነይሩ እዩ ኣነ ክወፅእ ተለኹ እናቕሰልጃ እየ ገዲፈዮ ወፅየ ገዲፈዮ እየ ወፅየ እዚ ናቕሰልጃ ኣብዚ በዓቲ ኣነን ዕጥቀይ ሙሉእ ዕጥቀይ ገዲፈ ሓንቲ ቦምቢ ሒዘ እየ ወፅ ኤፋን ቦምቢ ነይራኒ ምሳይ ካብኡ ማል ሓደ ሲስተረይ ሽዑ ፈትሾም ምስ ኣውፅዋ ኣነ ክልተ ወንበር ሒዘ እየ ነኡ ሃሪሰ እግረይ ሽዑ ተቖረፀ እኒአ ማጨው ክኣቱ ተሎ እማ በቃ ጥርቅም ኢለ መፂኡ መስታወቂያ ይብለኒ መስታወቂያ ይህቦ ይርእየኒ ይፍትሸኒ ሽዑ ጨጉረይ ዝተቖረፀ እዩ ነይሩ ኸ እማ ይፍትሸኒ ሸፋፊነን እየን ሰዲደን እኒ እዘን ኣንስቲ ናይ ዓዲ ኣትየን እየን ነይረን ፀላእ ምስ ከደ እዘን ናይ ናቕሰገ ካብ እማ ምስ ኣተኹ

ብሓደ ክምውት ኣለናየ ኢለ ሒጀዩ። ካብኡ ኣብቲ ሽዑ እዋን ፈቲሸናኒ ብዙሕ ጠይቐናኒ እኳ ግን ክጥይቃኒ እንተለዋ ኣብ ሓኻይም ዝሰደዱለይ ወረቐት ነይሩ ስለ ዝረኣኹዎ ካብ ሓደጋ በጃጅ ተገሊጠ ፅንስ ከይድኒ ዝብል ሓኻይም ፅሒፎምለይ እኒአው እዮም ካብ ነቕሰ ንማይጨው ንኽኣቱ ብዙ ወረቐት ኣትየ። ማይጨው ሕክምና ክኣቱ ከለኹ ብቕርሸይ እየ ዝኣቱ ለኹ መኪና ንማይጨው ክኣቱ ከለኹ ሕክምና ናብ ሆስፒታል ከዓ መከላከያ ግጥም ኢሎም ይፀንሑኒ ሽዑ ብጣዕሚ እዩ ፈተሻ ዘለ ካብኡማ ክፍትሹኒ እንተለዉ ቦምብ ክረኽቡሉ እዮም ዝብል ኣይኮነን ክሕዙኒ እዮም እሞኒ ብሓደ ክንመውት ኢና ዝብል ሓሳብ ነይሩኒ ታኦማ ኣብቲ ሽዑ እዋን ይፍትሽኒ። ታኦማ ምስ ፈተሽኒ ክፍትሽኒ ተለው ዓባይ ሰበይቲ ተጋዳሊት መፅያ ተጋዳሊት ምዃነይ ፈሊጣኒ እያ ኣቦ ወረ ሰሚዓ ፀኒሓኒ እያ። ጓለይ እያ። ኢላ መታወቂያ ናታ ትህቦ'ሞ ምስ መጸትኒ ሲስተረይ ኳ ብጣዕሚ ሓያል ፍርሕን ስግኣትን ነይሩዋ ኣብቲ ሽዑ እዋን ካብኡ'ማስ መጺኣ ኣነ ይፈል ሙሉ እያ ትብሃል ኣብ ማይጨው እያ እዚኣ ጓለይ እያ ኣነ ጓለይ እያ ከምዚ ከምዚ ኢላ ትነብር ነይራ። ሓደጋ በጃጅ ጥንስቲ እያ ኔራ ከምዚ ኢሉ ሓደጋ በጃጅ ኣጋጢምዋ ጥንሳለ ከይድዋ እዩ ገለ ኢላተዋግዖ እዚ መከላከያ ይሰደና ሽዑ ምስ ሰደደና ፍሉይ ሓይሊ ኣትያ ዝብል ወረ ሰሚዑ ይደልየና ኣብዚ ሆስፒታል ሓራስ ኔራ ኣብኡ ትወልድ ኣብቲ ውሽጢ ኣነ ምስኣ ኣትየ ክልተ መዓልቲ ይጸንሕ። ሓራሳት ንወለዶ ኣብ ናይ ሓራስ ክፍሊ ዝሓርሳሉ ውሽጢ ኣትየን እዮም። ካብኡ ድማ ለይቲ ሰዓት ሸውዓተ ሸሞንተ ሽዱሽተ እዮም ሕክምና ዝገብሩለይ። ካብኡ ድማ ለይቲ ይመጽእ ሓኪም ሕክምና ይገብረለይ። ካብኡ ድማ ይፍትሽኒ እቶም ሓኻይም ራጆ ክትኣቱ ተለኻ ራጆ የልዕልኻ ግን እታ ቦምቡ ክረኽብዎ ኣይከኣሉን። ካብ ማራ ሓራ ኣነ ዘለኒ ኣማራጭ በቃ ሒዘያ ስኢነ ይጓዓዝ ስለምንታይ ማይጮ ኣትየ እናሃለኹ እግርኺ ክቑረፅ እዩ ኢሎምኒ ሲስተረይ ከዓኒ ሕክምና ክትረአ ኣለዋ ክቑረፅ የብላን ትብለኒ እያ ኣነ እኳ ተቐቢለዮ ግን ሲስተረይ ስለ ዝነበረትኒ ክትቅበሎ ኣይከኣለትን። ዘለኒ ኣማራጭ ይፈር ኢልኩም ንመቐለ ስደዱለይ ትብል። ንመቐለ ይፈርወልኒ ትብል። ንመቐለ ይፈር ክበሃል ተለኹ ምሳይ በዓቲ ነይሩ ኣቦኡ ዘውፅኦ ብሓደ ክንከድ ተለና ካብ ሓደጋ መኪና ተጎሊጦም ንሳ በዓል ሓዳር ምኾኑ ካብ ሓደጋ መኪና ከም ዝተጎለጡ ጥንሲ ከም ዝኸዳ ኢሎም ወረቐት ይፅሕፉልና ሓኻይም ዝኹለይ ልዕሊ ሸውዓተ ዝበሃል ኬላ እስካብ መቐለ ንኣቱ ብኡ ንኣቱ ብቲ ወረቐት ንሱ ቡቲ ወረቀት ንሱ ናኣተና መቐለ ኣቲና ወዲያው መታወቂያ ኣውፂኦምልና መቐለ ክንኣቲ ተለና ኸዓ እግሪ ክትቑረፂ ኢኺ ተባሂለ እኒኦ ኸዉን በቃ ኣይኾንን ኢሎምኒ እሺ ኢለ ፈሪመ ኩሉ ነገር ክኣቱ ተለኹ ኣብ ኦፕሬሽን ኦፕሬሽን ዝገብረኒ ኣምሓራይ በፂሑ። ካብኡ'ማ ኣእዳዉ ይዉቃጥ ይዉቃጠኒ'ኒ ሽዑ ይፈልጠኒ በቃ ይጥርጥር ካብኡ'ማ ሽዑ ቦምቢ ሒዘ ከይኣቱ ጥራይ ዛንካ እዩ ዝእቶ በቃ ኣይፈልን'የ ነይረ ብሓደ ክንመዉት ኢና እየ ዝብል ነይረ ንዓይ ሒዞም ናብ ኢድ ፀላኢ ዘየረከቡኒ ቅድሚያ ብሓደ ንመዉት ኣለና ዝብል ነይርኒ። ካብኡ'ማ ሽዑ ኣብቲ ሰዓት ንሱ ጥራይ ዛና ይኣቱ ጥራይ ዛን ክኣ ኦፕረሽን ክኣቱ ኩሉ ፈሪሙ ልዕሊ ሽዱሽተ ደም ተተኪኡኒ ክንደይ ምግቢ ወሲደ ኣትየ ንኡ ግን ጥራይ ዛንካ ስለ ትወጽእ ኩሉ ኢደይ ይውቃጦ ነይሩ ኣብ ኢደይ ዝውቃጦ ዘሎ ውቃጦ እንታይ እዩ ዝብል ዘዕብን።